እዚ ለሰ ፕረዘንትስ እዩ ደረኽቲ ዛንታታት ሒዝናልኩም መፂና ኣለና ዝሃብተመ ሰብ ካብ ዕለታት ሓደ መዓልቲ ሓደ ሃብታማት ስድራ ዝነበርዎ ቆልዓ ነበረ ሓደ እዋን ኣቦ ዝቆልዓ ንዙረት ናብ ሃገረ ሰብ ካብቲ ዝነብርሉ ከባቢ ርሕቕ ኢሉ ዝርከብ ዓዲ ወዱ ሒዙ ተበገሰ። ዕላማ ኣቦኡ ህዝቢ ከመይ ዝበለ ብድኽነት ከም ዝነብሩ ንምርኣዩ ነዚ ዙረት ዝወጠነ። ስለዚ ኣብ ሓደ ሕርሻ ዘለዎም ድኻታት ዝብሎም ስድራ ምስ ኣብጽሖ ንሒደት መዓልታት ኣብኡ ቀነዩ። ንኹሉ ናብርኦም ዘበለ ንኽሪኦ ድማ ዕድል ሃቦ። ኣብ ምምላሶም እቲ ኣቦ ንወዱ ነዚ ጉዕዞ ፈትዎዶ ኣይፈተዎን ሓተቶ። እቲ ቆልዓ ድማ ብሕጽር ዝበለ ኣዝዩ ከም ዝፈተዎ ብልዙብ መልሲ ገለጸሉ። ኣቦይ ኣዝዩ ተፈታዊ ናይ ዙረት ግዜ ነይሩ ጥራሕ ኢሉ መለሰሉ። ኣስተብሂልካዶ? ሰባት ክንድምንታይ ብድኽነት ከም ዝነብሩን ከም ዝጎሳቖሉን? ኢሉ ድማ ሓተቶ። እወ ርኤ ኣቦይ ጥራሕ ኢሉ ስቕ በለ። እቲ ኣቦ ግን ዕጽው ዝበለ መልሲ ብዙሕ ኣይተፈተወን። ስለዚ ብስፍሕ ዝበለ ተምሳጡ ኣብዚ ዝገበርዎ ናይ ዙረት መዓልታት ክገልጸሉ ንወዱ ሓተቶ። ግዲ ዝኾኖ ቆልዓ ድማ ብዘገርም መልሲ ከምዚ ኢሉ ገለጸሉ። ንሕና ሓደ ኸልቢ ጥራሕ እዩ ዘለና፣ ንሶም ግን ኣርባዕተ ኣኻልብ ኣለዉዎም። ኣብ ቀጽሪ ገዛና ንእሽቶ መሐንበሲ ኣላትና፣ ንሶም ግን መወዳእታ ዘይብሉ ቀላይ ኣብ ቅድሚኦም ኣሎ። ንሕና ክቡራትን ብዙሓትን ፋኑሳት ኣለዉና፣ ንዖኦም ግን ኣብ ሰማይ ዘለዉ ክንዲ ሑጻ ባሕሪ ዝብዝሖም ከዋኽብትን ወርሕን እዮም ብርሃን ዝህቡዎም። ንዓና ደስ ዝብል በራንዳ ሰግነት ኣለና። ንዐኦም ግን ምሉእ ደረት ትርኢት ምድሪ ዘርኢ ደገ ኣለዎም። ንዓና ንእሽቶ መሬት እያ ዘላትና። ንሶም ግን ርኢኻ ዘይትውድኦ ጎልጎልን እምባታትን ኣለዎም። ንሕና ንእንበልዖ ዘበለ ካብ ዕዳጋ ኢና ንገዝእ። ንሶም ግን ዘሪኦም ካብ ግራቶም ብዝረኽብዎ እዮም ዝምገቡ። ንሕና ንድሕነትና ክንብል በረኽቲ ሓጹራት ዘርጊሕና ኢና ውሕስነት ንረክብ። ንሶም ከምኡ ኣየድልዮምን እዩ ምኽንያቱ ኣሕዋቶምን ኣዕርኽቶምን ክከላኸሉሎም ስለ ዝኾኑ ስግኣት ናይ ጸላኢ የብሎምን በሎ እሞ እቲ ኣቦ ብምግራም ሓንቲ ቃል እውን ከውፅእ ኣይከኣለን እቲ ቈልዓ ደጊሙ ከምዚ ክብል ሓሳባቱ ወሰኸ፣ ኣቦይ፣ ኣዝየ ዘመስግነካ፣ ምኽንያቱ ክንዲ ምንታይ ድኻታት ምዃንና ኢኻ ኣርኢኻኒ፣ ክብል ብሓይሊ ቓል ነገሮ። ኣብ ህይወት ሓቀኛ ሃብቲ ወይ ሓቀኛ ሓጎስ ብነገራት ኣይኮነን ዝልካዕ። ፍቕሪ፣ ሕውነትን ናጽነትን እዮም ዝያዳ ዋጋ ዘለዎም። ናይ ብሓቂ ሃብታም እንተድኣ ኾንካ እትውንኖ ፍቕሪ፣ ሕውነትን ነጻ ምዃንን እዩ። እዚ ድማ ሒዝካዮ ተሸጒጥካ ምንባር ዘይኮነ ናብ ዓለም ክትዝርግሖ ከለኻ መሊስካ ልብኻ ዕረፍቲ ይመልእ ዝሃብተመ ሰብ ድማ ትኸውን ምኽንያቱ ዓለም ብምልኣ ናትካ ስለ ትኾነልካ። እዚ ለሰ ፕረዘንትስ እዩ ስለ ምክትታልኩም